ኣብቲ ንዒስራን ኣርባዕተን ኣዋርሕ ዝዘለቐ ዘመነ ስልጣኑ ዒስራን ሓደን ግዘ ፈተነ ቅትለት ምትእንጋዱ ኣዝዩ ኣዘራራቢ ጉዳይ ገይርዎ ይርከብ። ወዲ ሰላሳን ኣርባዕተን ዓመት መንእሰይ ኢብራሂም ትራውሬ ኣሰርቲ ኣብ ሽሕን ትሽዓተ ሚእትን ሰማንያን ሰለስተን ከም ኣቆፃፅራ ፈረንጂ ኣብ ሃገረ ቡርኪና ፋሶ ብልጭ ኢሉ ዝጠፍአ ሻምበል ቶማስ ሳንካራ ስዒቡ ግን ተራእዩ ከይጠፍእ ስግኣት ብርክት ዝበሉ ዜጋታት እታ ሃገር እናኾነ ይርከብ። ፈረንሳይን መሓዙታን ነዚ ሃፍቲ እታ ሃገር ኣየልሕሰ የቕምስ ኢሉ ዝሓንገደ መራሒ ንምቕንጻል፣ ዘይፈንቀሎ እምኒ፣ ዘይደርበዮ ኦነታጒ፣ ዘየፍሰሰኦ ሃፍቲ የለን። እንተኾነ ካፒቴን ኢብራሂም ትራውሬ፣ ሕዚ እውን ካብቲ ኣብ ዝሓለፈ ሓሙስ ሓደ ሚእትን ዓሰርተ ሰለስተን ሰባት ዝተሳተፍሉ ናይ ቅንጸላ ሙኮራ ኣምሊጡ ሕዚ እውን ብህይወት ኣሎ።

ኮረኔል ኣብዪ ኣሕመድን ኢብራሂም ትራወሬን ንዘለዎም ርክብ ዝምልከት ንዘውፅኦ ፀብፃብን ብዘርዘር ናባኻትኩም ክንቕርብ ኢና ሓቢርኩምና ፅንሑ። ኣብ ስሳን ሽዱሽተን ዓመት ናይ ነፃነት ታሪኽ ሃገረ ቡርኪና ፋሶ ሸሞንተ ዝተሳኽዑን ክልተ ዝፈሸሉን ዕልዋ መንግስታት ዝተኻየዱ ኮይኖም ካብዚኣቶም ድማ ካፒተን ኢብራሂም ትራውሬ ነቲ ስልጣን ካብ ዝሕዝ ሸሞንተ ኣዋርሕ ጥራሕ ዘቑፀረ ኮረኔል ሄነሪ ዳሚምባ ገልቢጡ ናብ ስልጣን ዝመፀሉ ቅፅበት መበል ዓስራይ ይገብሮ። ትራውሬን ኮነሬል ሄነሪ ዳሚምባን ግን ዘይፋለጡ ሰባት ኣይነበሩን። እኳ ደኣስ ክልቲኦም ሰባት ሓደ ዕላማ ዝነበሮም፣ ኣብ ሓደ መስመር ተሰሊፎም ነቲ ኣንጻርና ዝበልዎ ስርዓት ንምውጋድ ዝተቓለሱ ብጾት እዮም ነይሮም። ወዲ ኣርባዓን ሓደን ዓመት ኮነረል ሄነሪ ዳሚምባ እምበኣር፣ ነቲ ብሲቪል ዝተመረጸ ሚስተር ሮች ካቦወሬ ዝበሃል ፕረዚደንት ቐንጺሉ ናብ ስልጣን እንትመጽእ፣ እጃም እቶም ኮብራ ዝበሃሉ እኒ ኢብራሂም ትራውሬ ዝርከቡሉ ፍሉያት ኮማንዶ ቡርኪና ፋሶ ዕዙዝ ምንባሩ እዩ ዝንገር። እንተኾነ ግን ብሓገዝ ካፒቴን ኢብራሂም ትራውሬን መሓዙቱን ብዙሕ ደም ምፍሳስ ተፈጢሩ ናብ ስልጣን ዝደየበ ኮነሬል ሄነሪ ዳሚምባ ሓደ ግዘ ናብ ኮርቻ ስልጣን ምስ ደየበ ግን ንኹሉ ኩነታት ረሲዑ ነቲ መጀመርያ ዝኣተዎ ቃል ዘንጊዑ ናብታ ቅድሚ ስልጣኑ ደመኛና ዝብላ ዝነበረ ፈረንሳይ ተጸጊዑ መንበረ ስልጣኑ ንምድልዳል እዩ ተጓዩ። ስለዝኾነ መስከረም ዓሰርተ ትሽዓተ ክልተ ሽሕን ዓሰርተ ኣርባዕተን ዓመተ ምህረት ኣካይዳ እቲ ኮነሬል ዘይጠዓሞም ኮማንዶ እታ ሃገር ልክዕ ሰዓት ክልተ ምሸት ገጾም ብማስክ ተሸፊኖም ፍርቆም ናብ ዋና ቴሌቪዥን ጣብያ እታ ሃገር ክኸዱ ከለዉ ገሊኦም ድማ ናብ ቤተ መንግስቲ ኦጋዱጉ ብምምራሕ ኮሎኔል ሄነሪ ዳሜምባ ኣብ ቀይዲ ምውዓል መፈንቅለ መንግስቲ ምግባሮም ብቴሌቪዥን እታ ሃገር ወጺኦም ዕላው ገበሩ። ስምት

ሻምበል ኢብራሂም ትራውሬ ማለት ካብ ውሑዳት ሰባት ወፃኢ ብነባሪ እቲ ሃገር ብዙሕ ዝፍለጥ ኣይነበረን። ኢብራሂም ትራውሬ ሰልጣን ድሕሪ ምቁፅፃሩ ግን ኣብ ሳልሳይ ወርሑ ፈላማይ ፈተነ ቅትለት ኣተኣናጊዱ። ብምምፃእ ስልጣን እቲ ካፕቴን ዝኾረየ ሓደ ጀነራል እቲ ሃገር ድማ ዝተቐነባበረ ፈተነ ቅትለት ኣካይዱሉ፣ እንተኾነ ግን ትራውሬ ንስክላ ድሒኑ። ብድሕሪ'ዚ ብዙሕ ናይ ፕሮቶኮል ስርዓትን ሓለዋ ፕረዚደንትን ኣየጨንቐንን ብምባል ናይ ኮማንዶ ክዳን ተኸዲኑ ከም ተራ ሰብ ኣብ ጎደናታት ሃገሩ ዝንቀሳቐስ ነበረ ኢብራሂም ትራውሬ። ካብ ሩስያ ሓገዝ ሓቲቱ ዳርጋ ነቶም በቢ ኣርባዓን ሓሙሽተን መዓልቲ ብማእከላይ ኣብ ልዕሊኡ ዝፍተኑ ፈተነ ቅትለትን ዕልዋ መንግስትነትን ምምካት ጀሚሩ። ኣብ ቀረባ እዋን ኣብ ቡርኪናፋሶ ብዝተኻየዱ መብዛሕትኦም ዕልዋ መንግስትነት ልዑል ተቐባልነት ንምርካብ ብፍላይ እቶም ካብ ወታደር ዝመፁ መራሕቲ ነቶም ኣብ ሰሜናዊ ኸፋል እታ ሃገር ዝንቀሳቐሱ ዘለዉ ካብ ሃገረ ማሊ ተበጊሶም ናብ ቡርኪናፋሶ ዘስፋሕፍሑ እስላማውያን ዕጡቓት ክንድምስሶም ኢና ዝብል ቃል ጉልባብ ገይሮም እዮም ድጋፍ ህዝቢ ዝሽምቱ። እንተኾነ ደፊሩ ነቶም ዕጡቓት ዝዋግኦም ፕረዚደንት ጠጒጉ ኣትዩ ዘጥቅዖም ወታደራዊ መራሒ ኮነ ጀነራል ፍጹም ኣብ ቡርኪናፋሶ ኣይተረኽበን። ከም ውጽኢቱ ድማ እቶም ኣኽረርቲ እስላማውያን ጉጅለ ንክልተ ሚልዮን ህዝቢ እታ ሃገር ኣማዛቢሎም ካብ ቤቱን ንብረቱን ኣፈናቒሎም፣ ቅድሚ ትራውሬ እዛ እምባይ መን ይወርሳ ክብሉ እዮም ጸኒሖም። ነዚ ጉዳይ ንምፍታሕ ገና እግሩ ናብ መንበረ ስልጣን ኣብ ዘንበረሉ ቅጽበት ብዕቱብ ምስራሕ ዝጀመረ ካፕቴን ኢብራሂም ትራውሬ እውን ቅድሚ እቲ ዝተዋደደን ደምሳሳይን መጥቃዕቲ ኣብ ልዕሊ እቲ እስላማዊ ጉጅለ ምኽፋቱ ግን መንእሰይ እታ ሃገር ናብ ሰራዊት ክዓስል ብተመሳሳሊ ህዝቢ ድማ ኣብ ሰራዊት ሃገሩ እምነት ንኸንብር ብዙሓት ስራሕትታት ሰሪሑ ውጽኢት ድማ ኣምጺኡ። President Captain Ibrahim Traore saw this reality coming from miles away. ፈረንሳይ እትመርሖም ምዕራባውያን ሃገራት፣ ነዚ ሓድሽ ፕረዚደንት መዓልታዊ ብገንዘብ ብዝዕሰቡ ደቂ ሃገሩ ንኽትቅንጽሎ ተኸሲላ ኣይትፈልጥን። ብፍላይ በተን ጸለውቲ ዝበሃላ ሚድያታት ምዕራባውያን ኣቢላ ድማ፣ ትራውሬ መጀመርያ ካብ ህዝቡ ክንጸል፣ እንተስ ክቕንጸል እንተስ መንበረ ስልጣኑ ተሓዲጉ ክሃድም ብዙሓት ስራሕቲ ሰሪሓን እናሰርሐትን ትርከብ። እንተኾነ እቲ ሓድሽ ካፒቴን እውን ዋዛ ኣይኮነን። ቢቢሲ ወርልድ፣ ፍራንስ 24፣ ቪኦኤ ኣሜሪካን ካልኦት ኣብ ምዕራባውያን መደበረን ዝገበራ ዓበይቲ ቴሌቪዥን ጣብያታት ኣብታ ሃገር ከይድመጻ ብምኽልካል ንጋዜጠኛታተንን መሓውራቶምን ካብ ዓዱ ኣባሪሩ በሩ ዓጽዩ እዩ። ብሽም ርዳእታ ዝመጽእ ካሊእ ፖለቲካዊ ሽፋን ዝሓዘ ድጋፍ ፈጺሙ ኣየድልየናን ዝብል ካፒቴን ኢብራሂም ትራውሬ ብመንግስቲ ስዑዲ ዓረብ ኣብ ቀረባ እዋን ኣብ ቡርኪና ፋሶ ንክስርሑ ንዝተሓሰቡ ክልተ ሚእቲ መሳጊድ ፕሮጀክት እውን ነጺግዎ ሓሊፉ እዩ። ዋላ እኳ እቲ ፕረዚደንት ተኸታሊ እምነት ምስልምና እንተኾነ፣ ንሕና ዘድልየና ግን ቤተ እምነት ዘይኮነ ቤት ትምህርትን ሆስፒታላትን እዩ። ስለዚ እቲ በጀት ነዚ ጥራሕ ኢና ንቕበል ብምባል ድማ በሩ ዓጽዩ። Have you heard that the president of Burkina Faso, Ibrahim Traore, plans to step down? ምንም ዓይነት ልቓሕ ከይረኸበ እርዳእታን ድጋፍን ከይተገበረሉ ካብ ቀረጽ ነጻ ዕድል ኣፍሪቃ ኣሜሪካ ኣጎዋ ተሰሪዙ ካብ ሓባራዊ ተጠቃምነት ንግዲ ምዕራብ ኣፍሪቃ ኢካዋስ'ውን ከይሳተፍ ተኣጊዱ ዓዲ ዝመርሕ ዘሎ ኢብራሂም ትራውሬ ግን፣ ሃገር ብግዳም ዘይኮነትስ ብውሽጣዊ ዓቕማ'ያ ትዓቢ ብዝብል ተሪር ቅዋሙ፣ ዜጋታት ሃገሩ ተሓባቢሩ ጽርግያ ክሰርሕ፣ መፍረያይነት ከዕንብብ ድማ ንዝሓለፉ ክልተ ዓመታት ሰሪሑ ዓለም ዘድንቖ ውጽኢት ቁጠባዊ ኢኮኖሚ'ውን ኣምጺኡ እዩ። እምበኣርከስ ነዚ ከምዚ ዝበለ ሓድሽ ኮኾብ ምዕራብ ኣፍሪቃ እየን ማዕኸናት ዜና ማእከል ሃገር ምስ ኮረኔል ኣብይ ኣሕመድ ዘነጻጽረኦ ዘለዋ። እቲ ንርዳእታን ሓገዝን ምዕራባውያን በሩ ዓጽዩ ንዜጋታት ሃገሩ መሰረት ዝገበረ ጽቡቓትን ሰናይ ስራሕትን ዝሰርሕ ዘሎ ሰብ'ዩ። ምስ ኮረኔል ኣብይ ኣሕመድ ዝመሳሰለሎም ገለ ገለ ነጥብታት ንምልዓል ክንፍትን። ምናልባት ክልቲኦም መራሕቲ ክመሳሰሉሉ ዝኽእል ጉዳይ እቲ ሓደ ብሞያ ውትድርና ዝሓለፉ ብምዃኖም ካፒቴን ኢብራሂም ትራውሬ ክሳብ ሻምበልነት መዓርግ ዝበፅሐ ኣብይ ኣሕመድ እውን እንተኾነ ናይ ኮረኔልነት መዓርግ ዝረኸበ ሰብ ምዃኑ ሓደ ዘመሳስል ነጥቢ ኣለዎም። እቲ ካልኣይ ምናልባት ከመሳስሎም ዝኽእል ነገር ድማ ክልቲኦም ጌና ኣብ መንእሰይ ዝበሃል ዕድመ ዝርከቡ ንቐፀልቲ ዓመታት እንድሕር ደኣ ተጠቒሞምሉ ብዙሕ ስራሕትታት ክሰርሕሉ ኣብ ዝኽእልሉ ናይ ዕድመ ክሊ ዝርከቡ ብምዃኖም እዩ። ካብዚ ወፃኢ ግን ፖሊሲታት ሃገረይ ኣሕሊፈ ኣይህብን ኢሉ ካብ ኣይኤምኤፍን ዎርልድ ባንክን ምንም ልቓሕ ከይተፀበየ ብውሽጣዊ ዓቕሙ ሃገሩ ዘዕቢ ዘሎ መራሒ፣ ምስቲ ሓደ ሚልየን ህዝቢ ዝሃለቐሉ ኲናት ትግራይ ዝመርሐ ኣብይ ኣሕመድ ክነፃፀረሉ ዝኽእለሉ መንገዲ ፍፁም የለን ኢልካ ምድምዳም ይከኣል። እምበኣርከስ ፍቱዋት ተኸታተልቲ ምድላዋት ታርጌት ሚድያ፣ ንሎሚ ኣብ ምዕራብ ኣፍሪቃ ይዕምብብ ንዘሎ ኮኾብ ካፒቴን ኢብራሂም ትራውረ ኣመልኪትና ዘሰናዳእናዮ መደብ ነዚ ተኸታተልኩምዎ ይመስል። ሰላም።